ሰላምን ጥዕናን ንዓኹም ንምነ ክቡራትን ክቡራን ሰማዕትና ከመይ ጸኒሕኩም ንሎሚ ሓሙስ ዝብል ናይ ዕለታዊ ዜና ስፖርት ሒዝናልኩም ቀሪብና ኣለና ንምክትታልኩም ብኽብሪ ንዕድም ናትናኤል ብርሃነ ተቋዳሲ ዓወት ቀዳማይ መድረኽ ቮልታ ካታሎኛ እስጳኛ ኮይኑ ካብ 22 መጋቢት ጀሚሩ ክሳብ 28 መጋቢት ማለት ብተኸታታሊ ንሸውዓተ መዓልታት ዝካየድ ዘሎ ውድድር ብሽክለታ ቮልታ ካታሎኛ ናይ እስጳኛ ንመበል ሚእቲ ግዜኡ ቃና ዘሎ ኮይኑ ናይ ቀዳማይ መዓልቲ ውድድሩ ሚእትን ሰብዓን ትሽዓተን ኪሎ ሜተር ብምጉዓዝ ዛዚሙ ኣሎ። ኣብዚ ውድድር ዕስራን ኣርባዕተን ዓበይቲ ጋንታት ክሳተፋ እንከለዋ ሓንቲ ጋንታ ድማ ሸውዓተ ኣባላታ ከተሳትፍ ስለ ዝፍቀዳ ኣብዚ ውድድር ብጠቕላላ ሚእትን ስሳን ሸሞንተን ተቐዳደምቲ'ዮም ዝሳተፉ ዘለዉ። ኣብዚ ውድድር ምስ ጋንታ ኣስታና ፕሪመርቲ ክጻወት ዘሎ ወዲ ዕስራን ሸውዓተን ዓመት ፕሮፈሽናል ተቐዳዳማይ ብሽክለታ መርሃዊ ቅዱስ ምስ ጋንታ ኮፊደስ ዝጻወት ዘሎ ወዲ ሰላሳ ዓመት ፕሮፌሽናል ተቓዳማይ ብሽክለታ ናትናኤል ብርሃነ ዝሳተፉ ዘለዉ ኮይኖም ብጽቡቕ ይጉስጉሱን ዘይነዓቕ ዓወት ድማ ይጎናጸፉን ኣለዉ። ኣብቲ ናይ ቀዳማይ መዓልቲ ቅድድም ምስታ ብኣርባዕተ ደቒቕን ብኣርብዓን ኣርባዕተን ካልኢትን ካብ ዓባይ ጉጅለ ተፈልያ ዝሃደመት ምስ ንእሽቶ ጉጅለ ዝነበረ ናትናኤል ብርሃነ ነተን ኣብ መበል ዕስራን ሓሙሽተን ከምኡውን ሓምሳ ኪሎሜተር ዝተዳልየን ዝነበራ ክልተ ናይ መንጎ ቅጽበታዊ ውድድር ቮላታ ቀዳማይ ብምውጻእ ክዕወተለን ብምኽኣሉ ኣብ ነፍሲ ወከፈን ሰሰለስተ ብጠቕላላ ድማ ሽዱሽተ ነጥቢ ከዋህልል ክኢሉ'ዩ። ብዘይካ'ዚ ናትናኤል ኣብ መበል ሚእትን ሰለስተን ኪሎ ሜተር ኣብ ዝተኻየደ ናይ ዓቐብ ቅጽበታዊ ውድድር ሳልሳይ ብምውጽኡ ክልተ ነጥቢ ኣዋህሊሉ'ዩ። ብዘይካ'ዚ መርሃዊ ቅዱስ መበል ተስዓን ሓደን ከምኡ'ውን ናትናኤል ብርሃነ ድማ መበል ሚእትን ዓሰርተ ሸሞንተን ብምዃን ውድድሮም ዛዚሞም ኣለዉ። ብኻልእ ወገን ፕሮፌሽናል ተቓዳማይ ሄኖክ ሙሉብርሃንን ናትናኤል ተስፋጽዮን ኣማንኤል ገብረዝግኣብሄርን ኣብቲ ካብ ዕስራን ኣርባዕተን መጋቢት ክልተ ሽሕን ዕስራን ሓደን ጀሚሩ ክሳብ ሰንበት ዕስራን ሸሞንተን መጋቢት ክልተ ሽሕን ዕስራን ሓደን ማለት ንሓሙሽተ ተኸታታሊ መዓልታት ኣብ ጣልያ ዝካየድ ቅድድም ብሽክለታ ስቲማና ኮፐ ኢ ባርታሊ ክወዳደሩ ምዃኖም ተፈሊጡ ኣሎ። ከም ዝዝከር ኣብ ዝሓለፈ ዓመት መርሃዊ ቅዱስን ብንያም ግርማይን ኣብዚ ውድድር ክሳተፉ ከለዉ ብንያም ግርማይ ኣብ ሳልሳይ መድረኽ ናይቲ ውድድር ሳልሳይ ደረጃ ብምሓዝ ዝድነቕ ዓወት ኣመዝጊቡ እዩ። ከምኡ'ውን መርሃዊ ቅዱስ ኣብ ሳልሳይ መድረኽ ናይቲ ውድድር መበል ዓሰርተ ሰለስተ ደረጃ ኣብ ሳልሳይ መድረኽ ከኣ መበል ዓሰርተ ሸውዓተ ደረጃ ብምውጻእ ብሓፈሻ ናይ ግዜ ማልያ ድማ ሻምናይ ደረጃ ብምሓዝ ዝነኣድ ዓወት ኣመዝጊቡ እዩ። እዚ ከምዚ ኢሉ እንከሎ ድማ እዚ ውድድር ናይ ካልኣይ መድረኽ ቅድድም ኣካይዱ ነይሩ። ኣብዚ ደኒሜርካዊ ጆናስ ቪንገጋርድ ናይ ክለብ ጁምባ ቪዝማ ዝተዓወተሉ ናይ ካልኣይ መድረኽ ቅድድም ብሽክለታ ስቲማና ኮፒ ዲ ባርታሊ ስጳኛ ተዓዋቲ ዙር ርዋንዳ ክልተ ሽሕን ዕስራን ናትናኤል ተስፋጽዮን ነቲ ሒዝዎ ዘሎ ብሉጽ ብቕዓት ብምድጋም ዓሰርተ ሰለስተ ካልኣይ ጥራይ ድሒሩ መበል ዓሰርተ ሓደ ተርታ ብምውጻእ ደሚቑ ቅድሚ ናትናኤል ዝወድኡ ዓሰርተ ተቐዳደምቲ ኩሎም ዓበይትን ስሙያትን ተቐዳደምቲ እዮም። ብዘይካዚ ምስ ክለብ ትረክ ሰጋፍሬዶ ኮይኑ ዝጻወት ዘሎ ኣማኑኤል ገብረዝጋብሄር እውን መበል ዓሰርተ ሽዱሽተ ተርታ ክሕዝ ክኢሉ ኣሎ። ምስ ክለብ ቲም ኲቤካ ኰይኑ ዝጻወት ዘሎ ሄኖክ ሙሉብርሃን ድማ ሓደ ደቒቕን ሰላሳን ክልተን ካልኢትን ደንጒዩ መበል ኣርባዓን ሰለስትን ተርታ ክወጽእ ክኢሉ። ብድምር ክልተ መድረኻት ደኒመርካዊ ጆናስ ቬንገጋርድ ብ ሽዱሽተ ሰዓት ኣርባዓን ሸሞንተን ደቒቕን ዕስራን ክልተን ካልኢትን ቀዳማይ ኰይኑ ክመርሕ እንከሎ ኣማኒኤል ገብረእግዚኣብሄር ብ ሰላሳን ሸውዓተን ካልኢት ራሕቒ መበል ዓሰርተ ሓደ ተርታ ይሕዝ። ናትናኤል ተስፋጼን ሓምሳን ሓሙሽተን ካልኢት ደንጒዩ መበል ዓሰርተ ትሽዓተ ተርታ ክሕዝ እንከሎ ሄኖክ ሙሉብርሃን ድማ ብ ሓደ ደቒቕን ሓምሳን ክልተን ካልኢትን መሬት ርሒቑ መበል ኣርባዓን ሰለስተን ተርታ ሒዙ'ሎ። መፃረይ ዋንጫ ዓለም ክልተ ሽሕን ዕስራን ክልተን ትማሊ ብዝተፈላልየ ፀወታታት ናይ ሃገራት ቅፂሉ ነይሩ። ቱርኪ ኣንፃር ኔዘርላንድ ኣብ ዘካየደቶ ፀወታ ድማ ካብ ተፃወትታ ይልማዝ ኣብ መበል ዓሰርተ ሓሙሽተ፣ ሰላሳን ኣርባዕተን ካብ ፍፁም ቅላዕ ከምኡ'ውን ኣብ መበል ሰማንያ ሓደን ደቕቕ ሰለስተ ሸቶታት ክትረክብ እንከላ ካብ ተፃወታይ ኤሲ ሚላን ሃካን ካንሃኖግሉ ድማ ኣብ መበል ኣርባዓን ሽዱሽተን ደቕቕ ሓንቲ ሸቶ ብምውሳኽ ነታ ካብ ክላሰን ኣብ መበል ሰብዓን ሓሙሽተን ከምኡ'ውን ካብ ዲዮንግ ኣብ መበል ሰብዓን ሽዱሽተን ደቒቕ ክልተ ሸቶታት ዝረኸበት ኔዘርላን ኣርባዕተ ብ ክልተ ተዓዊታትላ። ቤልጁም ኣንጻር ዌልዝ ኣብ ዝተኻየደ ጸወታ ድማ ካብ ተጻወታ ዴብሮይነ ኣብ መበል ዕስራን ክልተን ደቒቕ፣ ሃዛርድ ኣብ መበል ዕስራን ሸሞንተን ደቒቕ ከምኡ'ውን ካብ ሮሚሉ ሉካኩ ካብ ፍጹም ቅላዕ ኣብ መበል ሰብዓን ሰለስተን ደቒቕ ሰለስተ ሸቶታት ብምርካብ ነታ ካብ ዊልሶን ኣብ ዓስራ ደቒቕ እንኮ ሸቶ ዝረኸበት ዌልዝ ሰለስተ ብ ሓደ ተዓዊታትላ። ኣብ ካልእ ጸወታ ድማ ሲፕረስ ምስ ስሎቫክያ ባዶ ብ ባዶ፣ ቸክ ሪፓብሊክ ኣብ ልዕሊ ኢስቶንያ ሽዱሽተ ብ ክልተ፣ ፊንላንድ ምስ ቦስንያ ሄርዞጎቪንያ ክልተ ብ ክልተ፣ ፍራንስ ድማ ምስ ዩክሬን ሓደ ብ ሓደ ብዝኾነ ውጽኢት ተፈላልየን። ፍራንስ ነታ ሓንቲ ሽቶኣ ካብ ግሪዝማን ኣብ መበል ዓሰርተ ትሽዓተ ደቒቅ ትረኽባ እንኮላ፣ ዩክሬን ድማ ብመንገዲ ኪምበምበ ናብ ገዛእ ላቱ ኣብ መበል ሓምሳን ሸውዓተን ደቒቅ ብዘመዝገባ ሽቶ እያ ክትመዓረ ክኢላ። ኣብ ካልእ ጸወታ ድማ ኖርወይ ኣብ ልዕሊ ጂብራልታር ሰለስተ ብ ባዶ፣ ሞንቴነግሮ ኣብ ልዕሊ ላቲቭያ ክልተ ብ ሓደ፣ ሩስያ ኣብ ልዕሊ ማልታ ሰለስተ ብ ሓደ፣ ሃገራዊት ጋንታ ፖርቱጋል ብመንገዲ መድበደብ ናብ ገዛእ ኣልዳቱ ኣብ ዘመዝገበላ ኣብ መበል ሰላሳን ሸውዓተን ደቕ ሓደ ባዶ ኣብ ልዕሊ ኣዘርበጃን ተዓዊታ ወጺኣ። ሰርቢያ ኣብ ልዕሊ ኣየርላንድ ሰለስተ ብ ክልተ ክትዕወት እንከላ ስሎቬንያ ድማ ኣብ ልዕሊ ክሮሽያ ሓደ ባዶ ተዓዊታ። ተዓዋቲ ዋንጫ ዓለም ክልተ ሽሕን ዓሰርተን ዝኾነ ዣቪ ኣሎንዞ ሓድሽ ኣሰልጣኒ ብሩስያ ሞንቸክላድባኽ ኮይኑ ክሰርሕ ከምዝተሰማምዐ ቢልድ ስፖርት ገሊጻ። ወዲ ሰላሳን ትሽዓተን ዓመት ነበር ተጻወታይ ሪያል ማድሪድን ሪቨልፑልን ዣቪ ኣሎንሶ፣ ክሳብ ሕጂ ምስ ብሩስያ ሞንቸግላድባኽ ዝገበሮ ውዕል ግን የለን። ኣብዚ ግዜ እዚ ኣሰልጣኒ ካልኣይ ዲቪዝዮን ሪያል ሶሲዳድ ዘሎ ጃቪ ኣሎንሶ ነቲ ንብሩስያ ሞንቸግላድባኽ ገዲፉ ናብ ቀንዲ መቐናቕንታ ብሩስያ ዶርትሞንድ ክኸይድ ምዃኑ ዝንገረሉ ዘሎ ማርኮ ሮዝ'ዩ ተኪኡ ንሞንቸግላድባኽ ከሰልጥን ተሰማሚዑ ዘሎ። ጃቪ ኣሎንሶ ንሃገራዊት ጋንታ ስጳኛ ተዓዋይት ዋንጫ ዓለም ክልተ ሽሕን ዓሰርተን ክትከውን ኣብ ክልተ ሽሕን ሸሞንተን ከምኡ'ውን ኣብ ክልተ ሽሕን ዓሰርተ ክልተን ንውድድር ኢሮፕያን ቻምፕዮንሺፕ ክትዕወተሉን ሓደ ካብ ዝለዓሉ ኣበርክቶ ዝነበረ ተጻወታይ'ዩ። ቅድሚ ኣብ ክልተ ሽሕን ዓሰርተ ሸውዓተን ኣብ ባየር ሙኒክ ጫምኡ ምስቃሉ ድማ ምስ ክለባት ሪቨልፑልን ሪያል ማድሪድን ኮይኑ ንጽዋእ ቻምፕዮስ ሊግ ዓቲሩ'ዩ። ቅድሚ ኣብ ክልተ ሽሕን ዓሰርተ ትሽዓተን ናብዛ ሕጂ ዘሰልጥነላ ዘሎ ካልኣይ ዲቪጅን ሪያል ሶሲዳድ ምምጽኡ ድማ ኣሰልጣኒ ትሕቲ ዓሰርተ ሰለስተ ዓመት ሪያል ማድሪድ ነይሩ'ዩ። ጀርመናዊ ጋዜጠኛ ስፖርት ኮንስታንቲን ኢክነር ኣብ ዝሃቦ መግለጺ ድማ ቻቪ ኣሎንሶ ሓደ ካብቶም ሽዱሽተ ሕጹያት ንግላድባኽ ከሰልጥኑ ተመሪጾም ዘለዉ ኣሰልጠንቲ ምዃኑ ገሊጹ። ምስ ኣሎንሶ ኣሰልጣኒ ኣያክስ ኤሪክ ተን ሃግ ከምኡ'ውን ነበር ሆላንዳዊ ኣካፋፋሊ ማርክ ቫን ቦመል ይርከቡ። ምኽትል ፕረዚደንት ጁቬንቱስ ፓቫል ነድቨድ ነቲ ኮኾብ ኣጥቃዒ'ዛ ክለብ ፖርቱጋላዊ ክርስትያኖ ሮናልዶ ናብ ናይ ቅድም ክለቡ ሪያል ማድሪድ ክምለስ'ዩ ዝብል ዜናታት ክርስትያኖ ኣብ ቱሪን ክጸንሕ ምኻኑ ድሕሪ ምግላጹ ነቲ ዜና ውዱቕ ጌርዎ። ወዲ ሰላሳን ሓሙሽተን ዓመት ክርስትያን ሮናልዶ ክለቡ ጁቬንቱስ ካብ ውድድር ቻምፕዮንስ ሊግ ምግላፍ ኣስዒቡ ነቲ ንትሽዓተ ዓመታት ዘውዲ ብምድፋኣ መሊኻቶ ዝነበረት ሊግ ሰሪኣ ኣብዚ ናይ ሎሚ ዓመት ኣይግድን ምስ ምዃናን ኣብ ትሕቲ ዝተፈላለዩ ነቐፌታታት'ዩ ዘሎ። ኣሰልጣኒ ሪያል ማድሪድ ዚነዲን ዚዳን ምምላስ ሮናልዶ ናብ ማድሪድ ሓቂ ክኸውን ይኽእል'ዩ ምስ ምባሉ ከኣ'ሞ ሮናልዶ ኣብ ማድሪድ ገና ቦታ ከም ዘለዎ ዘርኢ ምስ ምዃኑ ንሮናልዶ ናብ ቅድም ክለቡ ክምለስ ዘደፋፍእ ኮይኑ ኣሎ። ክሳብ መወዳእታ ወርሒ ሰነ ክልተ ሽሕን ዕስራን ክልተን ዝጽንሕ ውዕል ስለዘለዎ ሮናልዶ ክጸንሕ'ዩ ዝበለ ምኽትል ፕረዚደንት ጁቬንቱስ ፓቫል ነድቨድ፣ ንሱ ወሲኹ ብወገነይ ክርስትያኖ ኣይክትንከፍን'ዩ ይብል። እዚ ነበር ኣካፋሊ ቸክ ሪፓብሊክ ዝኾነ ፓቫል፣ ኣሰልጣኒ ጁቬንቱስ ኣንድሪያ ፒርሎ ኣብ ቱሪን ክጸንሕ ምዃኑ'ውን ሓቢሩ'ዩ። ፒርሎ ኣሰልጣኒ ጁቬንቱስ'ዩ፣ ንመጻኢ'ውን ንሱ'ዩ ኣሰልጣኒ እዛ ክለብ። እዚ ጉዳይ ድማ ሚእቲ ሚእታዊት ርግጽ'ዩ ክብል'ዩ ናይ መጻኢ ኣሰልጣኒ ጁቬንቱስ መን ምዃኑ ኣብሪሁ። ናብ ምስጋር ጻወቲ ዝበሃል ዘሎ ጽንጽንታ ምስ ንሰግር፣ ኣብ ወርሒ ጥሪ ብነጻ ዝውውር ካብ ፒኤስጂ ናብ ቼልሲ ዝተሰጋገረ ብራዚላዊ ወዲ ሰላሳን ሽዱሽተን ዓመት ናይ ማእከል ተኸላኻላይ ቼልሲ ቲያጎ ሲልቫ ዋላኳ ኣብዚ ዓመት ተደጋጋሚ መስበርቲ እንተኣጋጠሞ እቲ ምስ ቼልሲ ኣትይዎ ዝነበረ ናይ ሓደ ዓመት ውዕል ኣብ ክረማት ስለዘብቅዕ ንተወሳኺ ዓመታት ውዕሉ ከናውሕ ድሉው ከምዘሎ ሓቢሩ ኢላ ዘ ሳን ስፖርት። እዚ ናይ ማእከል ምኩር ተኸላኻላይ ኣብዚ ዓመት ብሰንኪ ኣብ ሰለፉ ዘጋጠሞ ማህሰይቲ እዩ ንልዕሊ ሓደ ወርሒ ካብ ጸወታ ሪሒቑ። ዝርከብ። ወዲ ዕስራን ሓደን ዓመት ናይ ክንፊ ኣጥቃዒ ባርሰሎና ፍራንሲስኮ ትሬንከኦ፣ ኣሰልጣኒ ባርሳ ሮናልድ ኮማን ኣብ ተጻወትቲ ሓድሽ ስልቲ ኣሰላልፋ እንተምጺኡ ናብ ዓዲ እንግሊዝ ከቕንዕ ምዃኑ ኢል ኮንፊደንሻል ሓቢራ። ኣብ ውሑዳት ግጥማት ጥራይ ኣብ ሜዳ ክረኣ ዝኸኣለ እዚ ወዲ ዕስራን ሓደን ዓመት ናይ ክንፊ ኣጥቃዒ፣ ኣብ ተምሳጥ ኮማን ክኣቱ ብዘይምኽኣሉ'ዩ እዚ ዜና ዝውረ ዘሎ። ናብ ዓዲ እንግሊዝ እንተመጺኡ ድማ ናብታ ንኔልሰን ሰሜዶ ዝዓደገት ዓሚል ባርሳ ንምዃን ከም መደብ ተሰሪሓሉ ዘላ ወልቭስ እዩ እታ ሃገር ዝለዓለ ተኽእሎ ዘለዎ ትብል ኤል ኮንፊደንሻል። ብመሰረት ማንቸስተር ኢቭኒን ኒውስ፣ ናይ ማእከል ተኸላኻላይ ቪያሪያል ፓኡ ቶረስ ኣብዚ ግዜ'ዚ እቲ ዝለዓለ ታርጌት ኣሰልጣኒ ማንቸስተር ዩናይትድ ኦሊ ግናር ሾልሻየር ኮይኑ ከምዘሎ ትገልጽ። ቪያሪያል ዋላ'ኳ መልቀቒ ዋጋ ቶረስ ኣይትሓብር፣ ዩናይትድ ክፍሊት ምስ ካሽ እንተቐሪባ ግን ቪያሪያል ክትሰማማዕ ድልውቲ ከምዘላ'ዩ ዝግለጽ። ኣብ ማእከል መስመር ምክልኻል ክትሽገር ትረኣ ዘላ ማንቸስተር ዩናይትድ ነቲ ብኮ ንምዕባስ ኣብ ክራማት ንቶረስ ምስግጋር ቀዳምነት ሂባ ከምትሰርሓሉ'ዩ ትሕበር። ብዘይካ'ዚ ሎሚ ሓሙስ መፃረይ ዋንጫ ዓለም ክልተ ሽሕን ዕስራን ክልተን ብዝተፈላለዩ ፀወታታት ናይ ሃገራት ክቕፅል እዩ። በቲ ወፂእዎ ዘሎ መሰረት ድማ ሰዓት ሸሞንተ ዝጅምር ኮይኑ ቡልጓርያ ኣንፃር ስዊዘርላንድ፣ እስራኤል ኣንፃር ዴኒማርክ፣ ኣንዶራ ኣንፃር ኣልባንያ፣ ኢንግላንድ ኣንፃር ሳን ማርዮ፣ ጀርመኒ ኣንፃር ኣይስላንድ፣ ሃንጋሪ ኣንፃር ፖላንድ፣ ኢታሊ ኣንፃር ኖርዘረን ኣይርላንድ፣ ሞልዶቫ ኣንፃር ፋሮ ኣይስላንድ፣ ሮማንያ ኣንፃር ኖርዝ መክዶንያ፣ ስኮትላንድ ኣንፃር ኣውስትርያ፣ ስጳኛ ኣንፃር ግሪኽ፣ ስዊድን ድማ ኣንጻር ጆርጅያ ጸወታ ተሰሪዕለን ኣሎ። እምበኣርከስ ክቡራትን ክቡራን ሰማዕትና ንሎሚ ዕለት ዝበልናዮ ዕለታዊ ዜና ስፖርት ኣብ ዛዚምና ኣለና። ምሳኹም ዝጸናሕኩ ሮቤል በረኸት እየ። ምስ ተረፈ መደባት ንገድፈኩም። ሰላም።